ሰላም ከመይ ትጸንሑ ክቡራት ተኸታተልትና፣ እዚ ባይቶና ሚድያ እዩ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መጺና ኣለና። ሓድሽ ተዝኾንኩም ሳብስክራይብ ምግባር ኣይትረስዑ ሼር ላይክ ብምግባር እውን ክተተባብዑና ብኽብረ ንዕድም ኣብ ርእቶ መውሃብን እትህቡና ሃናፃይ ርእተ እውን ኣቐዲምና ነመስገን ብፀሊም ወይ ዝኣተወ ከቢድ ሓይሊ ሰበር ዜና ራያን ቆቦን ዝተጀመረ ሰጉምቲ መንግስታዊ ተልቨጅን ኢትዮጵያ ግልፂ ኣዋጅ ጦርነት ኣብ ልዕሊ ትግራይ ሓላፊ ደቡብ ግንባር ዝሃቦ ትእዛዝ ብግንባር ተከዘን ሱዳንን ዝተጀመረ ስጉምቲ ወፍሪ ኹናት ሚድያታት ትግራይ ሕቶ ሃገርነት ትግራይ ክቡራትን ክቡራትናን ናይዚኦምን ናይ ካልኦትን ብርክት ዝበሉ ምዕባለታትን ክነካፍለኩም ኢና ክትከታተሉና ብኸብረ ንዕድመኩም ፌደራል መንግስቲ ኣብ ልዕሊ ትግራይ ቅሉዕ ኣዋጅ ኲናት ከም ዝኣወጀ ተሓቢሩ። ፍልፍላት ሒዘምዎ ዝወጹ ሓበሬታ ከም ዝሕብሮ፣ ፋና ተለቪጅን ኣብ ውሽጢ ኣርብዓን ሸሞንተን ሰዓታት ጥራሕ ልዕሊ ዓሰርተ ህወሓት ዝምልከት ሰነዳዊ ፊልምታት ከም ዘመሓላለፈት ገሊጻ። እዞም ብፋና ተለቪጅን ኣብ ውሽጢ ኣርብዓን ሸሞንተን ሰዓታት ዝተመሓላለፉ ሰነዳዊ ፊልምታት ዝተፈላለየ ትሕዝቶ ዘለዎም እንትኸውን፣ ኩሎም ግን ህወሓት ምስ ታሪኻዊ ጸላኢት ኢትዮጵያ ኮይኑ ሃገር ከፍርስ ይሰርሕ ከም ዘሎን ካልኦት ከበድቲ መልእኽትታትን ዘመሓላለፉ ከም ዝኾኑ ተፈሊጡ። ነዚ ስዒቡ ድማ ብልጽግና ኣብ ልዕሊ ትግራይ ከጅምሮ ንዝሓስቦ ዘሎ ኹናት ምድላዋቱ ከም ዝወደአን ብፍላይ ብሚድያታቱ ዘመሓላልፎ ዘሎ ፕሮፓጋንዳ ምስቲ ኣብቲ ጆኖሳይዳዊ ኹናት ትግራይ ዝጥቀመሉ ዝነበረ ፕሮፓጋንዳ ከም ዝመሳሰለ እንዳተገለጸ ይርከብ። እዚ ከምዚ ኢሉ እናሃለወ ብራያን ብቆቦን ሰራዊት ብልጽግናን መሻርኽቱን ከም ዝኣተወ ተሓቢሩ። ካብቲ ግንባር ዝተረኸበ ተወሳኺ ሓበሬታ ከም ዝገለጾ ሰራዊት ብልጽግና ነቲ ናይ ራያ ዘብዐ ዝብል ሹም ዝተውሃቦ ሓይሊ ኣሰሊፎ ናብ ደቡብ ትግራይ ንምጽጋዕ እንትፍትን ካብ ሰራዊት ትግራይ ከቢድ ፈተና ከም ዘጋጠሞ ተሓቢሮም። እቲ ዝግስግስ ዝነበረ ወራር ሓይሊ ሰራዊት ትግራይ ብዝተኸፈተሉ ናይ ምክልኻል ስጉምቲ ንድሕሪት ክሃድም ከም ዝተገደደ ዝተረኸበ ሓበሬታ የረድእ። ይኹን እምበር ናብ ዝተፈላለዩ ኣንፈታት ደቡብ ትግራይ ሕጂ እውን በዝሒ ዘለዎ ወራራ ሓይሊ ይፅጋዕ ከም ዘሎን እቲ ዝተፈርሐ ኮይናት ክጅመር ከም ዝኽእልን ተገሊፁ። መራሒ ደቡብ ግንባር ዝኾነ ጆን መዲድ እውን ኣርመታት ደቡብ ግንባር ኣብ ተጠንቀቕ ንኸፀንሓ ትእዛዝ ከም ዝሃበ ካብ ወተሃደራዊ ፍልፍላትና ዝተረኸበ ሓበሬታ የረድም። ኣብ ደቡብ ግንባር ዘሎ ሰራዊት ትግራይ ድፋዓት ይኹዕት ከም ዘሎ ማዕኸናት ዜና ብልፅግና እናፀብፀባ ይርከባ። እዚ ከምዚ ኢለ እናሃለወ ምዕራብ ትግራይ ንምቁፅፃር ልዑል ምቅርራብ ከም ዘሎ ተሓቢሮም። ካብ'ቲ ግንባር ዝተረኸበ ሓበሬታ ከምዝገለጾ፣ ብደቡብ ሱዳን ብተከዘን ጸሊሞይን ልዑል ምትፍናን ሓይልታት ከምዘሎ ተገሊጹ። ፍልፍላት ከምዝሓበርዎ፣ ሰራዊት ብልጽግና፣ ጽንፈኛ ሓይሊ ኣምሓራን ሓይሊ ሓራ መሬትን ብሓደ ተሰሊፎም ከምዘለዉን በቲ ተጻራሪ ወገን ድማ ሰራዊት ትግራይ፣ ሰራዊት ሱዳን፣ ሰራዊት ኤርትራን ግብፅን ተሰሊፎም ከም ዘለዉ ተሓቢሮም በውሽጠን ብደገን ዝተወጠረን መተንፈሲ ዝሰኣነን ስርዓት ብልፅግና ኣብ መስመር ሩባ ኣባይ ሰለስተ ሓደሽቲ ግድባት ክሃንፅ ተዳልያ ኣለኹ ክብል ኣፍሊጡ ኣሎ። ብልፅግና ኣብ ከቢድ ናይ ቁጠባ ቁልውላብ ከም ዘሎን ሓድሽ ግድብ ንምጅማር ዘኽእል ዓቕሚ ከምዘይብሉን ዝገለፁ ተንተንቲ፣ ብልፅግና ካብ ህዝቢ ኢትዮጵያ ድጋፍ ንምርካብ ዝዘርግሖ ዘሎ ፕሮፓጋንዳ ከምዝኾነ ሓቢሮም። ብመሰረት ሓሳብ እቶም ተንተንቲ፣ ካብ ህዝቢ ኢትዮጵያ ድጋፍ ክርከብ ዝኽእል ሃገራዊ ዝኾኑ ኣጀንዳታት እንትለዓሉ ከምዝኾነ ገሊፆም። ምልሻታት ኣምሓራ ናብ ደቡብ ትግራይ ክኸተቱ ዝብል ትእዛዝ ምስ ተዋሃቦም ምስ ትግራይ ዘዋግእ ጉዳይ የብልናን ብዝብል ከም ዝተኸራኸሩ ዝተረኸበ ሓበሬታ የረድእ። ብልፅግና ነቶም ናብ ግንባር ትግራይ ኣይንኸትትን ኢሎም ዝመጎቱ ምልሻታት ብሓይሊ ክኸትቶም ዝኽእል እኳ እንተኾነ ህዝባዊ ድጋፍ ግን ከም ዘይብሎን እቲ ኩናት እንትለዓል ንመስዋእቲ ዝኸውን ምእመኒ ዓላማ ስለ ዘይብሎም ከም ዝብተኑ ተገሊፆም። ስለዚ ድማ ኣብዚ ሕጂ እዋን ብልጽግና ኣብ ልዕሊ ህወሓት ዝሞቱ ዝብል ትእዛዝ እንተሃበ እኳ ህዝቢ ኢትዮጵያ ስለ ዘይዘምት ብልጽግና ትኹረት ህዝቢ ኢትዮጵያ ክቆጻጸረሉን ድጋፍ ክረኽበሉ ዝኽእልን ኣጀንዳ ሒዞ ከም ዝመጸ ተሓቢሮም። እዚኣቶም ጉዳይ ኣባይን ጉዳይ ወደብ ዓሰብን ከም ዝኾኑ ተፈሊጦም። ግብፂ እቲ ግልጋሎት ዝህብ ዘሎ ግድብ ኣባይ ተፅዕኖ ይፈጥረላ ከም ዘሎ እናገለፀት እንትትኸውን ኢትዮጵያ ድማ ሕጂ ሰለስተ ሓደሽቲ ግንባራት ንምጅማር ተዳልያ ኣለኹ ምባላ ብልፅግና ጉዳይ ፅምዶ ሃገራዊ ኣጀንዳ ብምግባር ካብ ህዝቢ ኢትዮጵያ ድጋፍ ንምርካብ ዝዓለመ ከም ዝኾነ ተገሊጹ። እዚ ከምዚ ኢለ እናሃለወ መራሕቲ ትግራይን ሚድያታት ትግራይን እውን ኣብ ልዕሊ ብልጽግና ልዑል ወፍሪ እናገበሩ ከም ዝርከቡ ተሓቢሮም። መራሕቲ ትግራይ ይዃን ሚድያታት ትግራይ ህልወና ህዝቢ ትግራይ ኣብ መቓብር ጆኖሳይደር ኣብይ ኣሕመድ ይረጋገጽ ኢሎም እናኣወጁ ይርከቡ። መራሕቲ ትግራይ ቅደም ክብል ዝነበረ ጭርሖኦም ኣብ ትሕቲ ወራርቲ ዝርከብ ምዕራብ ትግራይ ምምላስን ተመዛባላይ ምምላስ እኳ እንተነበረ ናይ ሕጂ ጭርሖኦም ግን ናብ ኣራት ኪሎ ኣምርሖም ንብልፅግና ካብ ስልጣኑ ክኣልይዎ ይዳለዎ ከም ዘለዉ እንዳተገለፀ ይርከብ። ሰበስልጣን ብልፅግና እውን ብሚድያ ሓይልታት ፅምዶን መንግስቲ ኢትዮጵያ ውሽጢ ክልተ ወርሒ ካብ ስልጣነ ንምእላይ ትልሚ ከም ዝሓዘ ሙሉእ ሓበሬታ ኣለና እናበለ ይርከቦም። እዚ ሓበሬታ ዝሃበ ፕሮፌሰር ክንድያ እንትኸውን ሕወሓትን መሻርኽቶን ኣብ ውሽጢ ክልተ ወርሒ መንግስቲ ኢትዮጵያ ንምፍራስ ትልሚ ሒዞም ይሰርሑ ከም ዘለዉ ሙሉእ ሓበሬታ ኣለና ክብል ገሊፁ ኣሎ። ፕሮፌሰር ክንደያ ወሲኹ፣ ሻዕብያ ንህወሓት እኹል ሓይሊ ንኽተዳሉ ከም ዝነገሮን ሻዕብያ ብወገኑ ቀረብ ኣፅዋርን ነዳድን ናብ ትግራይ ይልእኽ ከም ዘሎን ገሊፁ ኣሎ። ብመሰረት መግለፂ ፕሮፌሰር ክንደያ እቲ ጦርነት ኣብ ትግራይን ኣምሓራን ንኽኸውን ሻዕብያ ትልሚ ሒዙ ይሰርሕ ኣሎ ክብል እውን ወቒሱ ኣሎ። እዚ ከምዚ ኢለ እናሃለወ ጉዳይ ሃገርነት ትግራይ ብዝምልከት ደገፍቲ ሕወሓት ዝበሃላ ፍሉጣትን ብዙሕ ተኸታታሊ ዘለዎምን እውን እናሓተተ ይርከቡ ኣብቲ ጆኖሳይዳዊ ኮይናት ትግራይ ዝነበረ ጭርሖ ህዝቢ ትግራይ ካብ ፅንተት ተኸላኺልካ ሃገረ ትግራይ ምምስራት ከም ዝኾነ ይፍለጥ ሓይልታት ፅምዶ ስርዓት ብልፅግና እንተኣልዮምን ትልሞም እንተተዓወይቶም ትግራይ ኣካል ኢትዮጵያ ድያ ኮይና ክትቐፅል ወይስ ባዕላ ዝኸኣለት ሃገር ክትከውን ዓብዪ ዘይተመለሰ ሕቶ ኮይኑ ቀፂሉ ኣሎ። ተንተንቲ ከም ዝገለፅዎ ኣብዚ ሕጂ እዋን ህወሓት ናይ ባዕለይ ሃገር ክምስረት እየ ዝብል ኣጀንዳ እንተልዒላ ክልተ ዓበይቲ ፈተናታት ከም ዘጋጥምዋ ገሊፆም። እቲ ሓደ ፈተና ካብ ሓይልታት ጽምዶ ድጋፍ ምርካብ እንትኸውን እቲ ካልኣይ ፈተና ድማ ሕወሓት እትቃለስ ዘላ ግዝኣታ ንምምላስ እንተይኮነስ ናይ ባዕላ ሃገር ንምምስራትን ኢትዮጵያ ንምፍራስን እዮ ብዝብል ሓያላት ሃገራት ኣብ ልዕሊ ሕወሓት ክለዓሎ ከም ዝገብሮምን ብልጽግና ልዑል ድጋፍ ከም ዝረክብን ገሊጸም። ስለዚ ድማ ሕወሓት ኣብዚ ሕጂ እዋን ብዛዕባ ምስረታ ሃገርነት ካብ ምልዓል ክትቁጠብ ከም ዘለዋን ሳዕቤኑ ከቢድ ከም ዝኾነን ምሁራት ገሊጸም። እዚ ከምዚ ኢለን እናሃለዋ ኣብ ትግራይ ሓድሽን መደንገፅን ሕጊ ከም ዝወፅእ ተገሊፁ። መኸተ ተፀይፎም ካብ ትግራይ ኣብ ልዕሊ ዝወፁ ግለሰባትን ትካላትን ናይ ትምህርቲ ሞያ፣ ሃፍተ ገነት፣ ኣፍልጦን ሕጋውነትን ዝእግድ ሓድሽ ሕጊ ዕላዊ ክግበር ምዃኑ ተገሊፁ። መንግስቲ ትግራይ ኣብ ልዕሊ እቶም መኸተ ተፀይፎም ካብ ትግራይ ናብ ማእኸል ሃገር ዝኸዱ ግለሰባትን ትካላትን ኣብ ኮሌጃትን ዩኒቨርሲታትን ትግራይ ዝተምሃሩ ሰርቲፊኬቶም ወድቂ ክኸውን ከምኡ እውን ኣብ ትግራይ ብዝተፈላለየ ሞያታት ማለት እውን ሽፌር፣ ሜካኒክ፣ ቴክኒሻን ካልኦት ተዛመድቲ ሞያታት ዝተምሃሩ ፍቓዶም ክስረዝን ካብ ዝሓሊፈ እውን ተሓራሲ መሬት መንበረ ገዛን ንግዲ ፍቓድን ካልኦት ቀወምትን ተንቀሳቐስትን ንብረታት እውን ዘውርስ ሕጊ ኣብ ምርቓቕ ከም ዝርከብ ናሽናል ኢንተለጀንስ እትበሃል ገጽ ሒዛቶ ዝወጸት ሓበሬታ የረድእ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበጽሐኩም ሓድሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም